ሄይ ሽኮሪናታት ወልካም ባክ ቱ ሽኮሪና ብሓቢ ከመይ ቀኒኹም ኩላትኩም ኩቡራት ተኻታተልተይ ሎማዓልቲ ኣዳሊ ዘለኹ መደብ ናይ ጨጉሪ እዩ ክኸውን እዚኣ ቀላል ዲፕ ኮንዲሽኒንግ ትሪትመንት ደርእየኩም ንሰባት ደነቀጸ ጨጉሮም ደደረቀ ስብርብር ዝበደሎ ዳሜጅ ዝኾነ ጨጉሪ ንዓኹም ድሕግዝ ትሪትመንት እያ እዚኣ ቀላል እያ ኩሉ እቲ ኣስፔዛ ኸኣ ኣብ ገዛኹም ትረኽብዎ ኢኹም ናቹራል እዩ ንደቂ ኣንስትዮ ንደቂ ትባዕቶ ድኸውን ትሪትመንት ኢኻ ሓደሽቲ ዝኾንኩም ከይትርስዑ ሰብስክራይብ ክትገብሩ ላይክ ሼር ን ካመንት ክትገብሩ ከይትርስዑ ኸ ኣብ ኢንስታግራም ፋሎ ክትገብሩኒ ኦኬ ሽኮሪናታት ሕጂ ንእተው ኣብቲ መደብ ንዚኣ ዲፕ ኮንዲሽኒንግ ትሪትመንት ክንሰርሓ ሓንቲ ብስልቲ በናና ክንጥቀም ኢና ሓንቲ ማንካ መዓር ጠባኻ ናይ ኮኮናት ክንጥቀሙ ኢኹም ሕጂ ንታ ብናና ኣብቲ ብለንደር ክትእትዎ ኢኹም ይብልኩ እንተኮይኑ ብለንደርካ ደሓን ብፋርኬታ ጌርኩም ካ ትዳውስዎ ኢኹም ንቲ ብናና ከይትርስዑ ንቲ ውሽጢ ዘሎ ነቲ ቅራፍ ዘሎ ውሽጡ ሱኻ ከይትርስዕዎ ሱኻ ክትእትዎ ኢኹም ኣብታ ብለንደር ትዝክሩ ተኾንኩም ሓር ግዜ ማስ ሰሪሐ ነረ ናይ ገጽ ብብንያና ብምዓር ገይረ ሰሪሐ ነረ ብንያና ብጣዕሚ እዩ ፅቡቅ ንነብስና ንጨጉርና ንገፅና ብዙሕ እዩ ዝሕግዝ ሕጂ ስለዚ ከምኡ ኮይነ ኣብ ጨጉሪኻ ትእትዎ ኦኬ ሕጂ ሓንቲ ማንካ መዓርኳ ኣብቲ ኩባያ ክንእትዎ ኢና ደስ ዝበለኩም መዓር ትጥቀሙ ኢኹም ብዙሓት እኹም ትሓቱኒ ናይ መዓር ንጨጉርኻ ድስየበካ ድዩ ትብሉኒ ኢኹም ትሓቱኒ ቀጽሉ እሞ ረእይዋ ንዚኣ ቪድዮ ክዛረበና እየ ናቱ ኦኬ ሕጂ እዚኣ ትሪኦ ዘለኹም ጸባ ናይ ኮኮናት ናይ ታኒካ እየ ክጥቀም ጎያ እየ ክጥቀም ከዓ ኣብ ኣሜሪካ ተለኹም ጎያ ትፈልጥዎ ኢኹም ደስ በለኩም ኮኮናት ሚልክ ትጥቀሙ ኢኹም ደስ በለኩም ፀባ ናይ ኮኮናት ትጥቀሙ ኢኹም ዝኾነ ብራንድ ትጥቀሙ ኢኹም ዝኾነ ካምፓኒ ኣገዳሲ ብዙሕ ኮነን ኣብዚኣ ማያት ክንሰርሕ ኣርባዕተ ማንካ ጸባ ናይ ኮኮናት ክንእትወሉ ኢና ዳሕራይ ብለን ክንገብሮ ኢና ኦኬ ሕጂ ከም ዝብለኩም ዝነበርኩ ብዙሓትኩም ዝፅሑፍለይ ተሓቱኒ ናይ መዓር ሕጂ መዓር ሃይድሮፕሮክሳይድ ኣለዎ እዩ ናቹራሊ በቲ ፐርሰንቴጅ ናይ ሃይድሮፐራክሳይድ ድሎ ኣብቲ መዓር ንጨጉርኻ ኣይስየበካን እዩ። ክስየበካ እንተኾይኑ ኸኣ ኣብቲ ጨጉርኻ ንብዙሕ ሰዓታት ተጌርካዮ እዩ ዝስየበካ። ዳሕራይ ኸኣ ሂዩሚዲቲ ተለዎ ብዙሕ ሂት ብዙሕ ተለዎ ሕጂ ተለኺኻ መዓር ኣብ ጨጉርኻ ኣብ ደገ ተወጺኻ ኦር ኣብ ከምዚ ትሕቲ ካስኮ ኮፕቴልካ

ኦኬ ሕጂ ንታ ትሪትመንት ኣብ ሽፋን ርእሰይ ጀሚረ ንጫፍ ጫፍ ናይ ጨጉረይ ሙሉእ ጨጉረ እየ ክለኽዮ ባእ መጀመርያ ኣብ ሽፋን ርእሰ እየ ዝለኽዮ ለኽየ መሳዥ እየ ዝገብሮ ዳሕራይ ንቲ ሙሉእ ጨጉረ ይለኽዮ ሕጂ እዚ ብዙሕ ፈሳሲ እዩ እዚ ትሪትመንት ሕጂ ሽጎማ ነኻ ክትገብርሉ ንቲ ክሳርኩም ይሓይሽ ይብል ኣነ ገበርኩም ኮይነ ቁርብተይ ኣብ ክራነይ ፈሲስለ ነይሩ ደሓን ሕጂ ከም ዝበልኩኹም ኣብ ሽፋን ጨጉርኹም ክጅምሩ ኢኹም ዳሕራይ ሙሉእ ጨጉርኹም ክለኽዮ ኢኹም ኣነ ሕጂ ኮኮናት ብጣዕሚ እየ ዝፈቱ ኣብ ጨጉረይ ድዩ ኣብ ነብሰይ ይለኽዮ እየ ኮኮናት ዘይቲ ኮኮናት ብጣዕሚ እዩ ፅቡቅ ንጨጉርና መናራ ንጨጉርና ብጣዕሚ እዩ ፅቡቅ ብዙሓት ሰብ ኣለዉ ጨጉርኹም ተሓቱኒ ጨጉረይ ይረግፍ ኣሎ ትብሉኒ ሕጂ ጨጉርና ተነቂፁ ብዙሕ ክርገፍ እዩ ጨጉርና ተደይ ነቀጠ ተኾይኑ ጨጉርና ሞይስቸር ተረኺቡ ጨጉርና ኣይርገፍን እዩ ሕጂ ሳያታ ፀገም ዘላ ብዙሓት ሰባት ጨጉሮም ይረግፍ ተነቂፁ ጨጉርና ክረግፍ እዩ የብሉን ሓይሊ ክፀንሕ ኣብ ርእስና ሕጂ ኮኮናት ሚልክ ስብሒ ኣለዎ ሕጂ እቲ ስብሒ ናይ ኮኮናት ሚልክ እቲ ቪታሚን ኢ ዘሎ ኣብ ኮኮናት ሚልክ እቲ ፕሮቲን ዘሎ ኣብ ኮኮናት ሚልክ ነቲ ርእስና ነቲ ጨጉርና ነቲ ደረቀ ጨጉርና ነቲ ነቂጹ ዘሎ ጨጉርና ንዕኡ ኣብ ውሽጢ ሱሩ ኣትዩ ኣብቲ ጨጉሪ ነቲ ሄር ፋልኮ ኣብ ውሽጡ ኣትዩ ንዕኡ ፔነትሬት እዩ ዝገብሮ ፔነትሬት ከዓ ኣብ ውሽጡ ኣትዩ ስጥም እዩ ዝብል ኣብቲ ጨጉርና ይኣቱ እቲ ፕሮቲን እቲ ቪታሚን ኢ እቲ ስሕሪ ናይ ኮኮናት ፀባ ሕጂ እንታይ ይኸውን እቲ ዝነቀፀ ጨጉርና ዝጠሚኡ ዝነበረ ጨጉርና

ሻፒንግ ጎማ ተኮይኑ ናቱ ተጠቅምኩም ትሽፍኑ ኢኹም ጨጉርኹም ንዕስራ ዕስራን ሓሙሽተን ደቂ እኳ ኣብቲ ጨጉረይ ክገርፎ እየ እዚኣ ትሪትመንት ኦኬ እቲ ዕስራን ሓሙሽተን ደቂቅ ተወዲኡ ጨጉረይ በኮንዲሽነር ገለ ኣጢበዮ ኣለኹ ተኻተትሉኒ ተኾንኩም ሓንቲ ዘርጊሐ ነደ ቪድዮ ናይ ሻምፖ ኣነ ዝጥቀመሉ ኣልባ እየ ዝጥቀም ሕጂ ብኣልባ ኮንዲሽነር ገለ ኣጢበዮ ጨጉረይ ሱኻ እቲ ኣልባ ሻምፖ ኻ እቲ ሻምፖን ኮንዲሽነር ብጸባ ናይ ኮኮናት እዩ ዝስራሕ ሕጂ ብኡ ገለ ብኮንዲሽነር ገለ ዓጺበዮ ጨጉረይ ብኮንዲሽነር ገለ ዓጺበዮ ቢካዝ ጨጉረይ ከርሊ እዩ ሕጂ ከርሊ ጨጉሪ ከም ብዙሓት ሰባት ናይ ሓበሻ ይነቅጽ እዩ ጨጉርና ቀልጢፉ ሕጂ እዚ ንጨጉርና ጽቡቅ እዩ ኮንዲሽነ ክትጥቀሙ ኣለኩም ኣገዳሲ እዩ እዚኣ ትሪትመንት ኳ ኣብ ሶሙን ሓንሳብ እየ ዝጥቀመላ ንጨጉሪኻ ከምቲ ዝሪኦ ዘለኹም ትልስሰለይ ሞይስቸር ትህበለይ እቲ ነቂፁ ዝነበረ ጨጉረይ ዝነቀፀ ከርሊ ጨጉረይ ሃይድሬሽን ትህቦ ትድልድሎ ኣውሶ ከዓ ሞይስቸር ትህቦ ኦኬ ሽኮናታት ሕጂ ወዲእ ኣለኹ መደበይ ተስፋ ይገብር ትፈትዎ ትኾኑ እዚ ቪድዮ ከይትርስዑ ላይክ ካመንት ሸር ን ሰብስክራይብ ክትገብሩ ካልኣይ ኸ ኣብ ኢንስታግራም ኣለኹ ኣብኻ ፋሎ ግበሩኒ ኩሉ ግዜ ኣክቲቨ ኣብኻ ይዝርግሐ ቪድዮታት ቅድሚ ዝዝርግሖ ኣብ ዩቱብ ሕረሽ ኩነታት ሰናይ ቅነ ቻው።